ሰላም ሰላም ዝኸበርኩም ተኸታትልቲ እንቋዕ ብሰላም ናብ ሰላም ሳይመን ቻነል መጻኹም እምበኣር ሎም መዓልቲ ሓደ ኣዝዩ ኣገዳሲ ዝበልክዎ ኣርእስቲ ሒዘልኩም መጽ ኣለኹ እዚ ሸር ዝገብሮ ምሳኹም ከዓ ንዓይ ዝጠቕመኒ ነገራት ከም መንእሰይ ዝሓገዘኒ ሓሳባት ወይ ድማ ቅኒት ናይ እምሮ እውን ሸር ክገብረ ሰው ምልክትታልኩም ኣይፈለየኒ ሼር ብምግባር ሰብስክራይብ ብምግባር ድማ Alright ብድጋመ እንቋዕ ብሰላም መጻኹም ናይ ሎሚ ኣርእስትና ከመይ ጌርካ ሂወትካ ተመሓድር ወይ ድማ how to manage your life ብዝብል ኣርእስቲ እየ መጸልኩም ዘለኹ ሽድ ሓሙሽተ ነጥብታት ኣለዋኒ እዚኤን ክሳብ ዝውድኣ ክሳብ መጨረሻ እዛ ቪድዮ ክትከታተሉ ድማ ይምሕጸነኩኩም ቀዳመይቲ ሂወትካ እንድሕር ደኣ ክተመሓድር ኮንካ ንጹር ዝኾነ ሸቶታት ክህልወካ ክኽእል ኣለዎ። So እንታይ ኢኻ ትደሊ ዘለኻ ንስኻ ከም ሰብ ወይ ከም ከም ሰብ ንስኺ እንታይ ኢኺ ትደሊ ዘለኺ ኣብ ምንታይ ክትምቲ ሓሳብ ንኣብነት ጂፒኤስ ኣበይ ኣድራሻ ክንከይድ ከም ዘለና ሰርች ጌርና ንሳ ድማ ናብዚ በዚ መዚ መዚ መንገዲ ክትከይድ ትኽእል ኢኻ ከምዝደለኻ እንታይ ከ ከም ዝደለኻ what do you want ንስኻ ከም ሰብ እንታይ ኢኻ ትደሊ እቲ ሸቶታትካ እንታይ እዩ እሱ ክተነጽር ክትክእል ኣለካ ማለት እዩ ሰው እቲ ሸቶታትና ምስ ተነጸርና እቲ ዘሌና ዘሎ ነገራት ክንነጽር ንኽእል ኢና ሰው ሸቶና ንኣብነት ካብ ኤክስ ካብ ቢ ካብዚኣ ናብዚኣ ክንቋዓዘ ኢልና እንድሕር ደኣ ሸቶ ኣውጺና ኦኬ ከመይ ጌርና ንጉዓዝ ድማ ነነጽሮ ሶ ናብታ ደሊኻያ ዘለኻ ደረጃ ድያ ወላ ሸቶ ክትሃርም እንድሕር ደኣ ኮንካ እንታይ እዮም እትዮም ዘድልዩኻ ነገራት ትምህርቲ ድዩ ዘድልየካ ቋንቋ ድዩ ዘድልየካ እንታይ እዩ ዘድልየካ ነገራት ድማ ተነጽሮም ማለት እዩ ሶ እሱ ከዓ ሰባት ብምሕሳብ ድዩ ብምሕታት ድዩ ሪሰርች ብምግባር ድዩ ባዕልኻ እውን ሓሲብካ እዚያን እዚያን እዚያን ነገራት የድልያኒ ኣለዋ እውን ክትብል ትኽእል ማለት እዩ ስለዚ ቀዳማይ ቀዳማይ ሂወትካ እንድሕር ድኣ ክተመሓድር ኮንካ እንታይ ኢኻ እቲ ናትካ ዕላማ ክትፈልጥ ክትክእል ኣለካ ፐርፐስ ክርዳእካ ክኽእል ኣለዎ ሶ ንሱ ምስ ነጸርካ ምስ ነጸርካ ከኣ ናበይ ትኸይድ ከም ዘለኻ ምስ ነጸርካ ድማ እንታይ እንታይ ክትገብር ከም ትኽእል ድማ ኣብቲ መንገዲ ናብ በየን ሸነኽ ክትከይድ ከም ትኽእል ክተነጽር ይሕግዘካ ማለት እዩ ናበይ ሸቶታትካ እንድሕር ድኣ ዘይተረጋጊጹ ግን ሂወትካ እውን ክትመሓድራ ኣዝዩ ይኸብድ ምኽንያቱ እቲ እቲ end goal የብሉን ማለት እዩ so እቲ ትገብሮም ነገራት ከምዚ ትግርኛ እንታይ እያ ትብሃል ግን ሓደ ሂወትካ ብዘይ ዕላማስ ሕንጻጽ ብዘይካ ኣረው እያ so እዚኣስ ትኽ ዝበለት ሕንጻጽ ኣላ ምሽ ናበይ ትኸይድ ኣይንፈልጣን ኣብዚ ክትከይድ ትኽእል ናብዚ ክትከይድ ትኽእል እንድሕር ደኣ ኣረው ጌርና ትግርኛ እንታይ እያ ጌርናላ ግን ወይ ከዓ ከምዚኣ ምልክት እንድሕር ጌርናላ ግን ናበይ direction ወይ ከዓ ኣንፈት ትኸይድ ከም ዘላ ነነጽር ማለት እዩ ስለዚ ሂወት ናብ ዘይ ዕላማ ሓንቲ ሕንጻጽ ጥራይ እያ ትኸውን ማለት እዩ so እቲ ዕላማ እቲ ዕላማና ክነነጽር ከለና እንታይ ንደሊ ክነነጽር ከለና ድማ እቲ ኣዕርብ ወይ ምልከት ትህልወና እሞ ናበይ ከም ንኸይድ at least ፍሉጥ ይኸውን and እንታይ እንታይ ዘድልየና ነገራት ውን እቲ ዘድልየና ረቋሒታት requirement እዩ ዘድልየና ነገራት ንኽንፈልጥን ንኽነነጽርን ድማ ይሕግዘና። So እዚኣ ቀዳመይቲ ነጥቢ እያ። እታ ካልኣይቲ ኣብ ዓመት፣ ኣብ ወርሒ ወይ ድማ ኣብ መዓልቲ፣ ኣብ ሰሙን እንታይ እንታይ ከም ትገብር ድማ chunk up ትገብሮ ማለት እዩ። ንኣብነት ውጥንካ ሓሙሽተ ዓመት ዝወስድ ክኸውን ይኽእል እዩ። ኣርባዕተ ዓመት ዝወስድ ክኸውን ይኽእል እዩ። ሓንቲ ዓመት ትወስድ ክትከውን ትኽእል፣ ሓንቲ ወርሒ ውን ትወስድ ትኽእ ዘለዋ ክትከውን ትኽእል እያ። ስለዚ እቲ እንታይ ደሊና ምሰ ንጸርና ክንደይ ግዜ ይወስደልና ውን ገምጋም ንገብር ማለት እዩ። ሶ ኣብዚ ገምጋም ምስ ገበርና ድማ እቲ ክንገብሮ ዘለና በቢ ዓመት ኣብ ኮይ ኣብ መጀመርያ ዓመት ከምዚኣ ክገብር እየ፣ ኣብ ካልኣይቲ ወርሒ ከምዚኣ ክገብር እየ፣ ኣብ ሰሙን ከምዚኣ ክገብር እየ፣ ኣብ መዓልቲ ከምዚኣ ክንገብር እየ ኢልና እንታይ ክንገብር ከም ዘለና ውን ክንውስን ይሕግዘና ማለት እዩ። ስለዚ እቲ ሸቶ ብዓቢኡ ክንሪኦ ከለና እምበኣር ዓሰርተ ዓመት ክሰርሕ ወይ ድማ ሓሙሽተ ዓመት ክርህጽ ኢልካ ዘሰንብድ ክኸውን ይኽእል እዩ። እቲ መቒልና መቒልና በብዓመት፣ በብወርሒ፣ በብሰሙን ክንመቕሎ ከለና ግን ኣዝዩ ዝሓሸን ኣድማዕን ክኸውን ይኽእል ማለት እዩ። ስለዚ እዚኣ ከኣ ቸንክ ኣፕ ክንገብራ ዘለና ካልኣይቲ እቲ ቆራሪጽና ኣብ ዓመታዊ ወርሒ መቐሎ ወይ ድማ ጎጃጅሎ ማለት እዩ። እቲ ዓቢ ስጋ ንኣብነትሲ ብዕራይ ምሉእ እንድሕር ተሓሪዱ ብዙሕ ክመስል ይኽእል እዩ። ቆቆሪጽና ብብኪሎ ኣብ ፍሪጅ እንድሕር ኣእቲናዮ ግን ንዓመት ምሉእ ከየብልዓና ይኽእል ማለት እዩ። so ልክዕ ከምኡ ድማ ሸቶና ብዓቢኡ ክንሪኦ ከለና ኣዝዩ ዘፍርሕ ክኸውን ይኽእል እዩ። ክንቆራርጾ ከለና ግን ቀሊልን ክግበር ዝከኣል ነገር ይኸውን ማለት እዩ። ኦራይት ናምበር ትሪ እዚ ምስ ተረዳእናን ምስ ኣነጸርናን ድማ ከምቲ ኣቶ ዘልኩም ስቴፕ ዋን ስቴፕ ቱ ምስ ወዳእና ስቴፕ ትሪ እንታይ ይኸውን ናብ ልምድታት ልምድታትና ኢና ነተኩር ልምድታት ማለት ኣነ እንታይ ዓይነት ህይወት ከም ዘለኒ ዘንጸባርቑ ነገራት እዮም ማለት እዩ እቲ ኣነ ዝገብሮ መዓልታዊ ልምድታት ድማ ነዛ ዘለኽዋ ህይወት ክህልወኒ ይገብር ስለዚ እቲ ልምድታትና ከኣ ክንርኢ ኣለና፣ እታ ሳልሰይቲ ማለት እዩ። ክእለ ዘለዎ ነገር ነእሊ፣ እቲ ክውሰኽ ዘለዎ ነገር ከኣ ንውስኽ። ኩሉ ግዜ ዕላማን ራእይን ክህልወና ከሎ ናይ ህይወትና እቲ ዕላማና ምስ መን ከም ንኸይድ ይውስነልና፣ ኣብ ምንታይ ግዜና ክነጥፍእ ይውስነልና፣ ናበይ ከም ንኸይድ ይውስነልና እዩ። እቲ ዕላማና ወይ ሸቶና እንታይ ዓይነት ልምድታት ክነርኢ ከም ዘለና ወይ ክነጥሪ ከም ዘለና ይውስነልና ኢለኩም ነይረ። So ኣብቲ ልምድታትና ድማ ክንኣልዮም ዘለና ነገራት ኣለዉ ክንውስኾም ዘለና ነገራት ምስቲ ናህና ሸቶ ዝመጣጠን ንኣብነት ኣነ ናተይ ሸቶ ኣትሌት ክኸውን እንድሕር ደኣ ኮይኑ ምሳይ ዝመጣጠን ምስቲ ኣትሌት ናይ ምዃን ዝመጣጠን ልምድታት ንኣብነት ጅም ምኻድ ድዩ ትሬን ምግባር ድዩ ስሩዕ ኣመጋግባ ምምጋብ ግዜኻ ምጥቃም ድዩ ንዖኦም ዝመሰሉ ልምድታት ምስኡ ምስቲ ናተይ ሸቶ ዝኸይድ ነገራት እዩ ማለት እዩ ብኣንጻሩ ድማ ምስ ቲሸርቱ ዘይከዱ ነገራት ድማ ኣሉ። ብዙሕ ጃንክ ፉድ ዘይምብላዕ፣ ዘይጥዕናዊ ዝኾነ ምግቢ ዘይምብላዕ፣ ናይ ጅም ክትከይድ ከለኻ ከኣ ፕሮካስትኔት ወይ ትህኪት ዘይምርኣይ እሳቶም ዓይነት ልምድታት ድማ ምስ ቲሸርትኻ ዘይከዱ ዓይነት ልምድታት እዮም ማለት እዩ። ሶ ከምኡ ድማ ንኣብነት ሸቶኻ ንኣብነት ኣነ ናይ ባዕለይ ትካል ሃልዩኒ ቢዝንስ ኣውነር ክኸውን እየ ዝደሊ ዝብል ሸቶ ይህልወካ ንኣብነት ምስኡ ዘይከይድ ነገራት እንታይ እዩ? Laziness ምስኡ ዘይከይድ ነገር እንታይ እዩ? ኢጎ፣ ሰባት እንታይ ክገብሩለይ'የ ኢልካ ምሕሳብ ንኣብነት፣ እዚ ጽቡቕ ዘይኮነ ልምድታት እዩ ማለት እዩ። ምኽንያቱ ንፉዕ ቢዝነስ ኦውነር ክትከውን እንድሕር ደኣ ኮንካ ምስ ሰባት ዘለካ ርድድእ ወይ ድማ ምርድዳእ ኣዝዩ ኣገዳሲ ስለ ዝኾነ ማለት እዩ። ካልእ እቲ ኣብ ቴክ ድማ ኢን ኦል ኣስፐክት ሓድሽ ነገራት ክትመሃር ዘይትኽእል እንድሕር ደኣ ኮንካ ከኣ ምስኡ ሕማቕ ሃቢት ይኸውን። ሶ ንዕኡ ሪፕለይስ ወይ ከኣ ንዕኡ ክትትክእ ከለኻ ድማ ንፉዕ ተመሃራይ ትኸውን። ሓድሽ ነገራት ንምናይ ምምሃር፣ Research፣ ናይ ምግባር፣ ንሰባት ኣብ ምውካስ ዘለካ ዓቕሚ ወይ ድማ ድሌት ከኣ እንዳሓየልካዮ ትኸይድ ማለት እዩ። ስለዚ እቲ ልምድታትና ብሓጺሩ እቲ ሸቶና ወይ እቲ ራኢና ኣበይ ክንበጽሕ ደሊና ኣለና፣ ኩሉ እቲ ዕላማና ንሕና ግዜና ኣብ ምንታይ ነጥፎ፣ እንታይ ዓይነት ልምድታት ክህልወና ኣለዎ ንሱ እዩ ዝውስነልና ማለት እዩ። That's why ቀዳመይቲ Step ዝበልክዋ እዚ ሸቶና ዕላማና ራኢና ክንጽር ክኽእል ኣለዎ። ብድሕሪኡ ድማ እቲ ልምድታት ማለት እዩ። እቲ ልምድታትና ድማ ከም ዝበልኩኹም ዝቕየርን ዝውሰኽን ኣለዎ። ካልእ እቲ ልምድታት ነዛ ዘለናያ ህይወት ውጽኢት እዩ ኢለኩም ነይረ ዓንተቦ ማለት እዩ። ፈቲኻ ጸሊእካ እዛ ዘላትካ ህይወት ናይቲ መዓልታዊ እትገብሮ ልምድታት ውጽኢት እያ። ጽቡቕ እንድሕር ዳኣ ኮይኑ ናቱ ውጽኢት እያ ሕማቅ እንድሕር ድኣ ኮይኑ ከኣ ናቱ ውጽኢት እያ ስለዚ ኣብታ ናይ መጨረሻ ኣብ ሓሙሽይቲ step እንታይ ዓይነት ልምድታት ክንገብር ኣለና ዝብል ምናልባት inspiration ክኾነኩም ናተይ ሓሳብ ከካፍለኩም እየ ሕጂ ግን ናብታ ራብዐይቲ and ካብ ኩለን ከኣ ኣዝየ ዝፈትዋ I think ዝነውሐት ግዜ ኣብዚኣ ከነሕልፍ ኢና መስለኒ ምብዛሕትኡ ግዜ ሰባት መዓልትኻ ክትጅምር ከለኻ ክዛረብ ብዛዕባ መዓልቲ ምጅማር ክዛረቡ ከለዉ ንግሆ እዮም ዝመስሎም ሆቢታትና ኩሉ እንድሕር ድኣ ሪእክሞ ኩሉ ሰብስ ንግሆ ትጅምር መዓልትና እዩ ዝመስሎም ግን መዓልትና ምሸት እያ ትጅምር ቅድሚ ምድቃስና ዘሎ ግዜ ኢና ንጅምሮ እቲ መዓልቲ ማለት እዩ ሕጂ እንታይ ንምባል እየ መዓልትና ካብ ምሸት ጀሚርና እንድሕር ድኣ ፕላም ጌርናያ ንግሆ ተሲእና ሽዑ ዝሓሸ ዓይነት ውጽኢት ክንገብር ንክእል ማለት እዩ ሕጂ ክልተ ዓይነት ሳይድስ ኣሎ ገለ ገለ ሰባት ምሸት ንክእል ማለት እዩ ሕጂ ክልተ ዓይነት ሳይድስ ኣሎ ገለ ገለ ሰባት ምሸት you know plan out ጌረዮ ዘሕድር የብለይን ጸገም የለን ንግሆ እየ ክገብሮ ዝብሉ ሰባት ኣለዉ ንግሆ እንታይ ክገብር ከም ዘለኒ ይጽሕፎ ዝብሉ ሰባት ኣለዉ ገለ ገለ ሰባት ድማ ምሸት ዝጽሕፍዎ ኣለዉ ኣነ ከም ፐርሰናሊ ከም ግለይ ማለት እዩ ምሸት ምጽሓፍ ኣዝያ ኢፌክቲቭ ወይ ከዓ ኣድማዒት ኮይና ረኺብ እያ ስለምንታይ እቲ ሳይኮሎጂ ቢሃይንድ እንድሕዳር ርኢኹም ድማ ምሸት ክድቅስ ከለኻ ኣእምሮኻ ኣደ ሪላክሲንግ ስቴት እዩ ዝኸውን ማለት እዩ ኦኬ ሙሉ መዓልቲ በቃ ደኺመ ውዒለ፣ ገለ ክገብር ውዒለ፣ ሃለኽለኽ ክብል ውዒለ፣ ሕጂ ዘዕርፈሉ ግዜ እዩ ኢሉ ተረዲኡ ኣእምሮና ሪላክስ ክገብር እዩ ዝጀምር። ምሸት ክኸውን ከሎ ኣብ ገዛና ኢና ዘለና፣ ክንድቅስ ኢና፣ ናብ ዓራትና ክንከይድ ኢና፣ ስለዚ at a relaxing state እዩ ዘሎ ማለት እዩ። ካልኣይ፣ ጽባሕ እንታይ ከም ትኸውን ወይ ከመይ ዓይነት መዓልቲ ከም ትኸውን ስለ ዘይንፈልጣ detach ኢና ወይ ድማ ምስቲ ጽባሕ ክመጽእ ዘሎ ውጽኢት ጥቡቓት ኣይኮናን ማለት እዩ። ንግሆ ተሲእካ እንድሕር ፕላን ክትገብር ኮይንካ፣ ኦህ ሎሚ ሰልችዩኒ ኣሎ፣ ሎሚ መዓልቲ ሕማቕ መዓልቲ እያ፣ ወይ ድማ ሎሚ መዓልቲ ሃሩር እዩ ዘሎ፣ ወይ ሎሚ መዓልቲ ገለ ከም ገለ ሰዓል ሒዙኒ ኣሎ ኢልና በቲ ዘሎ ኩነታት መሰረት ገይርና ኢና መዓልትና ንውጥና ማለት እዩ። ምሸት እንድሕር ደኣ መዓልትና ንውጥን ሃሊና ግን፣ ጽባሕ እንታይ ከም ዝኸውን ባል ኣይንፈልጥን ኢና። ስለዚ እቲ ጽቡቕ ጌርና ውጥን ክነውጽእ ዘለና ተኽእሎ ሃይ ይኸውን ማለት እዩ። ምኽንያቱ ጽባሕ እንታይ ከም ትኾን ኣይንፈልጥን ኢና፣ እንታይ ክገብር ከም ዘለኒ ኢና ንሓስብ እምበር ብዛዕባ ወይዘር ኣይንሓስብ፣ ብዛዕባ ርእሰይዶ ሒሙኒ ኣሎ፣ ሎምዓልቲ ሰልችዩኒ ዶ ኣሎ ኣይሰልቸወንን ኣይንሓስብን ኢና ማለት እዩ። So ምሸት እታ መዓልትና። ፓን ኣውት ክንገብር ኣለና we need to write it down ክንጽ ምጽሓፍ ክንላመድ ክንክል ኣለና ናትካ ፐርሰናል ዝኾነት ኖት ትጽሕብ ምሽ ጽባሕ ኦኬ እዚኤን እዚኤን እዚኤን ክገብር እየ ሕጂ ጽቡቕ ነገርካ እንታይ ኣሎ መስለኩም ኦኬ ሎም መዓልቲ ዘን ሓሙሽተ ነገራት ክገብር እየ ኢልካ ንኣብነት ተውጽአን ትጽሕፈን ምሾ ድሕሪ ሓንቲ ምስ ወዳእካያ ከምዚ ጌርካ ብቢሮ ጭሕግር ጭሕግር ጭሕግር ክተብላ ከለኻ ብጣዕሚ እያ ደስ ትብለካ በቃ ኦኬ ሳትስፋክሽን ይስማዕካ ሓንቲ ነገር ገይረ ኣሎ መዓልቲ ትብል ማለት እዩ እዚ ከዓ ናይ ግድን ቢሮን ጥራዝን ዘይኮነስ ዲጂታል እውን ትገብርዎ ትኽእሉ ኢኹም ወይ ኣብ ላፕቶፕኩም ወይ ድማ ኣብ ካለንደርኩም ኣብ ቴሌፎንኩም እውን ክኸውን ይኽእል እዩ መፅሓፍ ግን ኣነ ጭሕግር ጭሕግር ጭሕግር ምባል ስለ ዝፈቱ ምናልባት እዚኣ እውን ጠቕመኩም ትኽእል እያ ግን እቲ መዓልትታትና ቻንክ ኣብ ጌርና ነቲ ሸቶና ክበቅዕ ዝኽእል ነገራት ድማ ኣብቲ ሊስት ክንፅሕፍ ክንክእል ኣለና ማለት እዩ እዛ ካሜራ ታይ ጸገማ ኣይፈለጥኩን ዘለኹ እቲ ሕማመይ እንተሓሸኒ ድርንን ድርንን Anyways ኣም ኣብ ምንታይ ኢና በጺሕና ነይርና ቁጽሪ ሓሙሽተ እዚኣ ከዓ ካብዘን ኩለን ካብ ኩለን ዝፈትዋ ነገር እያ ሰው ንህይወት ተመስገን ኢልካ ምቕባል ሰምታይምስ ንሕና ዝጸለና እንተጸለና፣ ዝገበርና እንተነገበርና፣ ካብቲ ንሕና ክንቆጻጸሮ እንኽእል ካብ ዓቕምና ንላዕሊ ኣብ ህይወት ዘጋጥመና ነገራት ኣለዉ። ንሕና ካብቲ out of our control ማለት እዩ፣ ካብቲ ንሕና ክንቆጻጸሮ እንኽእል ንላዕሊ ዘጋጥመና ናይ ህይወት ፈተናታት ኣሎ ማለት እዩ። ስለዚ እዚ ኣብ በትኡ ኣብ ቦትኡ ዘሎ ክንሱ ኣብ ቦትኡ ከም ዘለዎ ገዲፍና ነቲ ንዕኡ ንህይወት ከም ዘለታ ተቐቢልና

ምክንያቱ ኢቭን ንሕና ከማንስ ሓደ ሰብ ንእሽቶ ነገር ትሕግዞ እሞ በቃ ምስጉን እንድሕር ዳ ኮይኑስ መመሊስካ በቃ ሓግዞ ሓግዞ ዶ መጻኩም ከምኡ እዩ ንዓይ ዘጋጥመኒ so I'm I'm pretty sure ከዓ ከምኡ እዩ በቃ እቲ ናህና nature ዋ ክንደይ ከመስግን እዩ በጃካ ሃቦ እስከ more እስከ ግበርሉ ግበርሉ እዩ ዝመጽኣካ ማለት እዩ so how much more ኣምላኽ ከዓ ልክዕ ከምኡ እዩ በቃ እቲ ተመስገን እቲ ኣብ ኣመስጋኒ ልቢ ከምኡ እዩ በቃ more እዩ ዝ- ዝረክብ ማለት እዩ So ከተመስግን ከለኻ ብዙሕ ዓወት ብዙሕ ጸጋ ብዙሕ በረኸት ኢኻ ትረክብ ስለዚ ክነመስግን ክንክእል ኣለና ተመስገን ዝብል ሂወት ክህልወና ክኽእል ኣለዎ ኩሉ ግዜ እንድሕር ድኣ ን Complain በቃ Many ንብል እንድሕር ድኣ ኮይና Meaning ዝሰምዕ ክሰምዕ ዝደሊ ሰብ የለን so and God ከምኡ ዓይነት ነገራት ክሰምዕ ኣይ ዶንት ቲንክ ሞር በረከት ይህበካ መኔን ትብል ንሕዳ ኮይንካ ሰው ሕጉሳት ሰባት ክንከውን ኣለና ብዝከኣለና መጠን ማለት እዩ ዘሐጉሰና ነገራት እንዳዘከርና ማለት the fact that we can breathe the fact that we can walk ንሰርሕ ንንቀሳቀስ ነስተንፍስ and ስድራ ቤት ኣለውና ዝሕብሕቡና ዝንከባኸቡና ደቅና ኣለው ኩሉ ግዜ ፍቅሪ ዝህቡና like imagine ካብኡ ንላዕሊ ዝበልጽ በረከት የለን so ንዕኡ ንሕና ሓንሳ ሓንሳብ ውን ዚትናዮም ንከይድ for granted ንወስዶም ኣለዉ so ንዕኦም በቃ ብተመስገን ተመስገን እዚ ከ መን ይረክቦ ዝብል ዓይነት ኣረዳድኣ ክህልወና ክክእል ኣለዎ ማለት እዩ so እዚኤን ይመስላ ካልእ እቲ ልምድታት ንኣብነት ኣነ ደስ ዝብላኒ ልምድታት ምጽሓፍ journal ምግባር መብዛሕቲኡ ግዜ እንድሕር ደኣ let's say ሓሪቕካ ውዒልካ ዲኻ ገለ ነገራት ተዘይተሳኺዕልካ ምጽሓፍ ጆርናሊንግ ምግባር ካልእ ምስ ነብስኻ ሚቲንግ ምግባር እዚኦም ዓይነት ጽቡቓት ልምድታት እዮም ማለት እዩ ምስ ነብስኻ ከላእ እዛ ካሜራ መንጎ መንጎ እናቋረጸት ሸጊራትኒ ኤኒዌይ ታንክ ዩ ሶ ማች ስለ ዝጸናሕኩም ኣዘየ ዘመስግነኩም ሕጂ ወዲእና ኢና በመጨረሻ ክብለኩም ዝደሊ ግን በቃ ሳምራይዝ ንምግባር ማለት እዩ ሸቶታትና ዕላማትና ዕላማና ራእይና መጀመርያ ነነጽር ብድሕሪኡ ናይ ብዓመት ብወርሒ እንዳገበርናኻ ቻንጋፕ ጌርና ቆሪጽና ቆሪጽና ከዓ ነቃልሎ እቲ ሳልሳይ ናይ ልምድታትና ናብ ልምድታትና ምትኳር ልምድታትና ከኣ እቲ ዘድሊ እንዳወሰኽና እቲ ዘይድሊ ንድሕሪት እንዳገደፍና ደሓር ከኣ መዓልትና ኣጀማምራ መዓልትና ከኣ ኣብቲ ናይ ሂወትና ሎንግ ተርም ዘለዎ ጽልዋ ከኣ ገሊጸልኩም ማለት እዩ። መጨረሽኡ ከኣ ተመስገን ኢልካ ምንባር ከምኡ ውን ሕጉስ ሰብ ንምዃን ምጽዓር ማለት እዩ። ስለዚ ኣብ መጨረሽኡ እቶም ክትገብርዎም ኣነስ ሓደ ሰብ ብኹሉ ነገር ጥዕናዊ ዝኾነ ሰብ ክገብረን ዘለዎ ነገራት ኢለ ዝሓስብ ቀዳማይ ምንቅስቃስ ካልኣይ ነብስኻ take care ምግባር ማለት እዩ at the end of the day in all aspect ማለት እዩ ኣእምሮኻ ብሕልፊ ካብ ኩሉ looks ጥራይ ዘይኮነ ኣከዳድናኻ ኣመሻሽጣኻ ጥራይ ዘይኮነስ ኣእምሮኻ እውን ንቑሕ ክትከውን ኣለካ ሓድሽ ኢንፎርሜሽን ክረክብ ክኽእል ኣለዎ ክትምዕብል ክትክእል ኣለካ ማለት እዩ ሓደ ፍልጠት ሒዝካ ንምዘለኣለም ምስኣ ጥራይ ትነብር እንድሕር ኮንካ then stagnant ኮይንካ ኣለኻ ማለት እዩ ግን ሓድሽ ፍልጠት እናምጻኻ እንዳማዕበልካ እንዳዓበኻ ኢኻ ክትከይድ ዘለካ እንዳለበብና ንኸይድ ማለት እዩ as the time goes by ብዙሕ ተመክሮ ናይ ሂወት ይህልወና ን እንዳተማሃርና ከዓ ንኸይድ ማለት እዩ so ብኩሉ ኣስፔክት ክንዓቢ ክንምዕብል ክንስልጥን ኣለና እየ ዝብል ማለት እዩ ስለዚ ተኸታቲልኩም ፀኒልኩም ቪድዮታተይ ስለዝሰማዕኩሞ ኣዝየየ ዘመስግነኩም ኣዚ ክንሲ እናማሓየሽኩ ይከይድ ኣለኩ so ብጣዕሚ እየ ዘመስግን ማለት እዩ ኩሉካትኩም እቶም subscribe ዘይገበርኩም subscribe ግበሩለይ ኢኩም ኣብ ፌስቡከይ መጺኹም ውን my daily activities check out ክትገብሩ ትክእሉ ኢኩም sometimes live ይኣቱ እየ so ሰላም ሳይመን ኢልኩም ኣብ ኩሉ social media platform ክትረክቡኒ ትክእሉ ኢኩም ንኹሉኹም ኣብ ዘለኽሞ ጥዕና ሓጎስ ሰላም ይምነየልኩም ዝመጽእ ድማ ብኻልእ ትሕዝቶ ክሳብ ዘራኽበና ሰላም ሰላም ደቂ ዓደይ ኣብ ኩሉኹም ሰላም ሰላም ሰላም ይምነየልኩም ቻው ቻው።